ክቡራት ተኸታተልትና ሓደሽቲ ምዕባለታት እዚ ዕለት ሒዝና ምፅኢና ኣለና ሓደሽቲ ዝኾንኩም ሳብስክራይብ ምግባር ኣይትረስዑ ኩላኹም ተኸታተልትና ሸር ላይክ ብምግባር እውን ክተተባብዕና ብኽብረን ዓደምና ኣርእስተ ዜና እንሆ ብግንባር ዓፋር፣ ደሴ፣ ኣላንጎ፣ ቶንሳን ብካልኦት ግንባራትን ዝኣተወ ወራሪ ሓይልን ዝገጠሞ ከቢድ ጸረ መጥቃዕትን ዝርዝር ሓበሬታ ሒዝና ኣለና ክስዕብ እዮም። ብልጽግና ኣብ ልዕሊ ትግራይ ኣማስዩ ዘውፅኦ ኣዋጅ ቁልዕ ወራር ንብዙሓት ኣደንጊጹ ኣሎ። ዝርዝር ናይቲ ኣዋጅ ናባኹም ክነብሎ ኢና። ኣሰላልፋ ሓይልታት ጽምዶ ግንባር ምዕራብ ትግራይን ምፍራስ ዓምባኽ ወራር ሓይልን ብዝምልከት ሰበር ዜና በፂሑና ኣሎ። ዝርዝር ክስዕብ እዮም። ክፍለ ጦር ወራር ሓይሊ ኣፍ ኣርክቦ ክትብል ናብ ኣራት ኪሎ ህፁፅ መልእኽቲ ኣመሓላሊፋ ኣላ። ዋና ኣዛዚኣ እውን ከም ዝተቐተለ እዩ እቲ ሕጂ ዝተረኸበ ሓበሬታ ዘረድእ። ጉዕዞ ናብ ኣራት ኪሎ ከም ዝተጀመረ እውን ይፋ ኮይና ኣሎ ዝርዝር ሒዝና ኣለና ብልፅግና ኦሮሞ ብዛዕባ ኤርትራ መደንገፂ ውሳነ ከም ዘመሓላለፈ ተገሊፁ ኣሎ እዚ ሓይሊ ልኣላውነት ኤርትራ ዝጠሓሰ ስጉምቲ ከም ዝወሰደ ካብ ፍልፍላት ኣራት ኪሎ ትኩስ ሓበሬታ ተረኺቡ ኣሎ። ዝርዝር ክስዕብ እዮ። ቢሾፍቱ ዝተኻየደ ምሽጥራዊ ኣኼባ ኣብዪ ኣሕመድን ጀነራላቱን ዝምልከት ሓበሬታ ተረኺቡ ኣሎ። እቲ ኣኼባ ኣብ ልዕሊ ትግራይ ንዝካየድ ኩናት ብኸመይ ነካይዶ ኣብ ዝብል ናይ መወዳእታ ውሳነ ንምሃብ ከም ዝኾነ ተፈሊጡ ኣሎ። ዝርዝር ክስዕብ እዮ። ክቡራትን ክቡራትናን ናይዚኦምን ናይ ካልኦትን ብርክት ዝበለ ምዕባለታትን ክነካፍለኩም ኢና ክትከታተሉና ብኽብሪ ንዕድመኩም። ብዝተፈላለዩ ግንባራት ዓፋርን ግንባራት ኣምሓራን ዝረአ ዘሎ ሓያል ምትፍናንን ምቅርራብን ሓይልታት ናብ ቁልዕ ጦርነት ይኣትዎ ከም ዘለዉ ዘመላኽት ከም ዝኾነ ካብተን ግንባራት ዝተረኸበ ሓበሬታ የረድእ። ብልጽግና ኣብ ዝተፈላለዩ ከባብታት ዝነበራ ድሩዓት ካብ ሰመራ ናብ ሸኸት እናኣተዋ ከም ዝርከባ ተገሊጹ ኣሎ። ካብቲ ግንባር ዝተረኸበ ተወሳኺ ሓበሬታ ከም ዝገለጾ ወራሪ ሰራዊት ኢትዮጵያ ብዕዳጋ ረቡዕ ወይ ድማ ወልዋሎ፣ ከነዋ ከባቢ ኣጽቢ፣ ዴስኣ፣ ኣልጎሮ፣ ብላዘይትን ቶንሳን ጥሒሱ ናብ ትግራይ ንምእታው ኣለኒ ዝበላ ኣጽዋርን ሰራዊትን ኣጸጊዐ ከም ዘሎ ካብቲ ግንባር ዝተረኸበ ትኩስ ሓበሬታ ሓቢሩ ኣሎ። ወራሪ ሰራዊት ብልፅግና ኣብዚ ሰሙን እዚ ብተወንሳ ውግእ ከፊቱ ምንባሮ ዝፍለጥ እንትኸውን ሕጂ ድማ መቐለ ንክቆፃፀር ተልእኾ ዝሓዘ ሽሾ ሰራዊት በተን ግንባራት ይፅጋዕ ከም ዘሎ እዮ ዝግለፅ ዘሎ። ባጫ ደበሌ ኣማስያ ኣብ ዝሃቦ መግለፂ ትዕግስቲ ብልፅግና ከም ዝተወደአን ስጉምቲ ይውሰድ ከም ዘሎን ገሊጹ ኣሎ። ኢትዮጵያ ብሓይልታት ፅምዶ ፍፁም ኣይትፈርስን ክብል ደጋጊሙ ክፍከር ዝተሰምዐ ባጫ ደበሌ ህወሓት ትኹን መሻርኽታ ንመወዳእታ ግዜ ኣጥፊእና ኢትዮጵያ ናብ ሙሉእ ሰላማ ክንምልሳ ኢና ክብል ተሰሚዓ ኣሎ። መግለፂ ባጫ ዝተዓዘቦ ተንተንቲ ፖለቲካ ብልፅግና ኣብ ልዕሊ ትግራይን ኤርትራን መጥቃዕቲ ንምኽፋት መዓልትታት ዘይኮነስ ሰዓታት ይቖፅር ዘሎ እዮ ዝመስል ክብሉ እና ገለጹ ይረከቡ። ስለዚ ድማ እቲ መጥቃዕቲ ኣብ ዝኾነ ሰዓት ክጅምሮ ከም ዝኸእል እናጠንቀቆ ይረከቡ። እዚ ከምዚ ኢለ እናሃለወ ስርዓት ብልጽግና ኦሮሞ ኣብ ልዕሊ ኤርትራ ውሳነ ከም ዘመሓላለፈ እዮ ዝግለጽ ዘሎ። ስርዓት ብልጽግና ወደብ ዓሰብ ናይ ኢትዮጵያ እያ ኢሉ ንዓመታት ክፍክር ከም ዝጸንሐ ዝፍለጥ እንትኸውን ሕጂ ግን ሙሉእ ኤርትራ ኣካል ኢትዮጵያ እያ ዝብል ውሳነ ከም ዘመሓላለፈን ነዚ ዝምጥን ናይ ሚድያ ወፍሪ ክግበር ትእዛዝ ከም ዝሃበን ዝተረኸበ ሓበሬታ ኣጋሊፆም። ነዚ ውሳነ እዚ ስዒቡ ድማ ካድረታት ብልፅግና ኤርትራ ከኛ ዝብል ሰልፊ ዘካየዱ እንትኸውን እቲ ዘካየድዎ ሰልፊ እውን ብቪድዮ ተዘርጊሑ ከም ዝርከብን ንኤርትራውያን ከም ዘቖጠዐን ተፈሊጡ ኣሎ። ስለዚ ድማ ስርዓት ብልፅግና ሕጂ ሒዝዎ ዘሎ ትልሚ ስርዓት ህግደፍ ንምእላይ እኳ እንተኾነ ሓይልታት ፅምዶ ግን ብልፅግና ኣብ ስልጣን ዝፀንሐለን መዓልትታት ውሕዳት ከምዝኾናን ሻንጥኡ ጠቕሊሉ ዝሃድመሉ ግዜ ከምዝኣኸለን እናገለፀ ይርከቦም። ብመሰረት ፍልፍላት ፅምዶ እቲ ውግእ ኣብ ቆቦ፣ ወልድያ፣ ደሴን ኮምቦልቻን ከምዝውዳእ እዩ ተገሊፁ ዘሎ። ስርዓት ብልፅግና ኩሉ ሰራዊቱ ኣብተን ዝተጠቐሳ ከተማታትን ከባብታትን ዘስፈረ እንትኸውን እቲ ዓሪዱ ዘሎ ሰራዊት እንተተደምሲሱ ዝከላኸል ሰራዊት ከምዘየለን ድሕሪኦ ዘሎ ትልሚ ብዘይ ዕንቅፋት ኣራት ኪሎ ምቁፅፃር ከምዝኾነን እዮ ዝግለፅ ዘሎ። እዚ ከምዚ ኢሎ እናሃለወ ኣብ ምዕራብ ትግራይ ዘሎ ኣሰላልፋ ሓይልታትን ካልኦት ምዕባለታትን ዝምልከት ትኩስ ሓበሬታ ተረኺቡ ኣሎ። ምዕራብ ትግራይ ወረርቲ ሓይልታት ኣብ ልዕሊ ተጋሩ መስካሕክሐ ገበናት እናፈፀሙ ዝነብሩላ እንትትኸውን ሕጂ ግን ወረርቲ ሓይልታት ናይ ኢዶም ይረኽቡ ከም ዘለውን ኣብ ዝግበር ዘለዉ ሃንደበታዊ ኦፕሬሽናት ህልቂት የጋጥሞም ከም ዘለውን ተገሊፆም። እዚ ከምዚ ኢለ እናሃለወ ሰራዊት ኤርትራን ሰራዊት ሱዳንን ብክልተ ኣንፈታት ምእታዎም ስዒቡ ወራሪ ሓይሊ ምህደመ ከም ዝሰኣነን ኣብ ሙሉእ ከበባ ከም ዝኣተወን ተገሊፁ ኣሎ። ካብ ምዕራብ ትግራይ ዝተረኸበ ተወሳኺ ሓበሬታ ከምዝገለፆ ሓንተ ክፍለ ጦር ብልፅግና ብኣርሚ ሰብዓን ኣርሚ ዓሰርተ ሰለስተን ስጉምቲ ይውሰደላ ከምዘሎን መራሒ እታ ክፍለ ጦር እውን ብድሮን ከምዝተቐተለን ዝግለፅ ዘሎ እንትኸውን ኣብ ኣራት ኪሎ ድማ ኣፍ ኣርክቡ ዝብል ህፁፅ ምሕፅንታ ከምዘቕረበት ተሓቢሩ። እታ ክፍለጦር ሙልእ ብሙልእ ኣብ ከበባ ከም ዝኣተወትን ብዙሕ ጉድኣት ከም ዝበጽሓን ዝገለጹ ፍልፍላትና ዛጊድ ግን ኢዳ ከም ዘይሃበትን ትዋጋእ ከም ዘላን ካብ ፍልፍላት ዝተረኸበ ሓበሬታ ይገልጽ። እዚ ከምዚ ኢለ እናሃለወ ኣብይ ኣሕመድ ተኣመንቲ እዮም ዝበሎም ኣርባዕተ ተወለድቲ ኦሮሞ ጥራሕ ዝኾኑ ጀነራላትን ካብ ጀነራላት ሓራ መሬት ድማ ጀነራል ጻድቃን፣ ጀነራል ወዲ ኣንጥሩን ሒዙ ኣብ ቢሾፍቱ ኣብ ዕጹው ኣኼባ ከም ዝርከብ ሕጂ ዝተረኸበ ምሽጥራዊ ሓበሬታ ገሊጹ ኣሎ። እቲ ኣብ ቢሾፍቱ ብመሪሕነት ኣብይ ኣሕመድ ዝካየድ ዘሎ ኣኼባ ኣብ ልዕሊ ትግራይን ኤርትራን ንዝግበር መጥቃዕቲ ተዛትዮም ውሳነ ንምሕላፍ ከም ዝኾነ እዩ ዝግለጽ ዘሎ። ናብቲ ኣኼባ ተወላድ ኣምሓራ ዝኾነ ጀነራል ከም ዘይኣተወ ዝገለጹ እቶም ምሽጥራዊ ፍልፍላትና እቶም ካብ ብልጽግና ንላዕሊ ብልጽግና ኮይኖም ዝርከቦ ጀነራል ጻድቃንን ጀነራል ወዲ ኣንጦሮን ግን ኣብቲ ኣኼባ ይሳተፉ ከም ዘለዉ ተፈሊጡ ኣሎ። ኣብይ ኣሕመድ ኣብ መወዳእታ እቲ ኣኼባ ኣብ ልዕሊ ትግራይን ኤርትራን ቅሉዕ ዝኾነ ኣዋጅ ኩናት ክእውጅ ከም ዝኽእል እቶም ፍልፍላትና ዝገለጹ እንትኾኑ ሓይሊ ሓራ መሬት እናተባህለ ዝፅዋዕ ሓይሊ እውን ኣብ ምክልኻል ሃገር ኢትዮጵያ ምሕዋሱ ዕላዊ ኮይኑ ኣሎ። ሓይሊ ሓራ መሬት እናተባህለ ዝፅዋዕ ሓይሊ ምስ ምክልኻል ሃገር ኢትዮጵያ ከም ዝሕወስ እንዳተገለፀ ዝፀንሐ እንትኸውን ሕጂ ግን ናይ ምክልኻል ሃገር ኢትዮጵያ ዩኒፎርም ከም ዝተኸደኑን ብሓደ እዚ ንኸመርሑ ይግበር ከም ዘሎን ዝተረኸበ ሓበሬታ የረድእ። ካብ ዶባት ትግራይ ሕጂ ዝተረኸበ ሰበር ዜና ከም ዝሕብሮ ሰራዊት ብልፅግና ምፅግዑ ስዒቡ ጦርነት ክኽፈት እዮ ኢሎ ዝሰግአ ህዝቢ ዓፋር ናብ ሰመራ ክሃደም እንተጀመረ እኳ ብትእዛዝ ኣብዪ ኣሕመድ ጠጠው ክብል ከም ዝተገበረ ተገሊጹ ኣሎ። እዚ ከምዚ ኢለ እናሃለወ ሕጂ ዝተረኸበ ሰበር ዜና ከም ዝሕብሮ ብኢራን ዝድገፍ ሑቲ ንዝዓበየ መጻረይ ነዳዲ ስዑድ ከም ዘጥቅዐ ተሓቢሮም ጉጅለ ሑቲ የመን ከም ኣቆጻጽራ ፈረንጂ 9 ነሓስ 2026 ኣብ ስዑድ ዓረብ ጂዛን ኣብ ዝርከብ ትካል ነዳዲ ስዑድ ኣርሙክ ብሰብ ኣልቦ ነፋሪት ከም ዘጥቅዐ ተገሊጹ ኣሎ ወሃቢ ቃል ወተሃደራዊ ሓይሊ ሑቲ ያሕያ ሳሪ፣ ሰብ ኣልቦ ነፋሪቶም ኣብ ጃዚን ዝርከብ መጻረይ ነዳዲ ኣርሞክ ከም ዝወቕዐ ገሊጾም። እቲ መጥቃዕቲ ዕውት ምንባሩ እውን ሓቢሩ ኣሎ። ሑቲ እቲ መጥቃዕቲ ዝፈጸመሉ ምኽንያት ሰብ ኣልቦ ነፋሪት ስዑድ ዓረብ ናብ ክሊ ኣየር የመን ስለ ዝኣተዋ እየን ክብሎ ገሊጾም ኣለዉ። ስዑድ ዓረብ ብወገና ኣብቲ መጻረይ ነዳዲ ጃዚን ባርዕ ከም ዝተቐጻጸለ ኣረጋጊጻ ኣላ። ኣባላት መጥፍእቲ ሓዊ ኣርማኮ ነቲ ባርዕ ኣብ ትሕቲ ቁጽጽር ከውዕልዎ እንከለዉ ሰበ ስልጣን ስዑዲ ዓረብ ዝሞተ ወይ ዝቖሰለ ሰብ ከምዘየለ ገሊጾም ኣለዉ። ኮይኑ ግና ስዑዲ ዓረብ ክሳብ ሕጂ እቲ ባርዕ ብሰንኪ ሰብ ኣልቦ ነፋሪት ሑቲ ዘጋጠመ ምዃኑ ኣይሓበረትን ኣላ። መጻረይ ነዳዲ ጃዚን ኣብ ደቡባዊ ምዕራብ ስዑዲ ዓረብ ዝርከብ ኮይኑ መዓልታዊ ኣስታት ኣርባዕተ ሚእቲ ሽሕ በርሚል ነዳዲ ናይ ምጽራይ ዓቕሚ ከም ዘለዎ ይሕበር። እቲ መጻረዪ ነዳዲ ኣብ መወዳእታ ወርሒ ሓምለ ብእተፈጸመ መጥቃዕቲ እውን ኣዝዩ ስለ ዝተሃሰየ ንግዜኡ ስርሑ ጠጠው ክብል ተገዲዱ ነይሩ እዩ። እዚ ኣብ መንጎ ስዑድ ዓረብን የመናዊ ጉጅለ ሑትን ዘሎ ግጭት ይጓሃሃር ከም ዘሎ ዘርኢ ምዃኑ እዩ ተንተንቲ እናገለጹ ይርከቦም። ዋላ እኳ ስዑድን ፓኪስታንን ኣብ ዝሓለፈ ወርሒ መስከረም ውዕሊ ምክልኻል እንተኽተማ ሕቱ ንስዑድ ከጥቅዕ ፓኪስታን ክትከላኸል ኣይተረኣየትን። እምበኣር ከስ ክቡራት ተኸታተልትና ዜናታት እዚ ዕለት እዚኦም ይመስሉ ነይሮም ኣብ ጉዳይ ትግራይ ኤርትራን ኢትዮጵያን ከምኡ እውን ህልወይ ምዕባለታት ቀርኒ ኣፍሪካ ብዝምልከት ትኩስ ምዕባለታት ንኸበፅሐኩም ሓደሽቲ ዝኾንኩም ሳብስክራይብ ምግባር ኣይትረስዑ፣ ሼር ላይክ ብምግባር እውን ክተተባብዕና ብኽብሪ ንዕድም። ሓድሽ ዜና እንተልቀቕ ኖቲፊኬሽን ንኽበፅሐኩም እውን እታ ናይ ደወል ምልክት ክሊክ ምግባር ኣይትረስዑ። ሰላም።